እዚ ክፍሊ ጽሑፍ እዚ ምናልባት እንዳውጻኸሞ ከለኹም እቲ ታሪኽ ንፈልጦ ኢና ሳምራዊት ሰበይቲ ማለት እዩ ሳምራውያንን ኣይሁዳውያን ብዝኾነ ይኹን መንገዲ ኣይተሓባበሩን እዮም ነይሮም ብኸመይ ይፋለጡ ተልኩምኒ ብብዙሕ ነገር ኣካይዶም ኣከዳድኖም ፍልዩ ላሃጆም ፍልዩ ብብዙሕ ነገር ዝጋጠሙ ኣይኮኑን ኣምልኾም ፍልዩ ብብዙሕ ነገር ይፈላለዩ እዮም ስለ ዝኾነ ጎይታና የሱስ ክርስቶስ ግን ክብሪ ንኣምላኽ ይኹን ብሰማርያ ክሓልፍ ከኣ ብግዲ ኮኖ ይብለና ኣምላኽ ይመስገን ኣሜን ኣምላኽ ፍቕሪ ይግድዶ እዩ ፍቕሪ ገዲድዎ ከኣ ክበጽሕ ኣብ ኩነታትና ይመጽእ እዩ ንሕና ናብቲ ናቱ ኩነታት ክንመጽእ ንሕና ናብቲ ናቱ ቅድስና፣ ናብቲ ናቱ ንጽህና፣ ናብቲ ናቱ ዕብየት ክንመጽእ ደይኮንናስ፣ ጎይታና የሱስ ክርስቶስ ሓደ ካብቲ ዓርኪ ሓጥኣን፣ ዓርኪ ኣመናዝር ዝተባህለሉ ምኽንያት ታይ ነይሩ ድሕዳኣ ኢልና ብብዙሕ ግዜ ፍቕሪ ገዲድዎ ኣብ ዘይቦትኡ ዝመስል ቦታታት እናተረኽበ ሰባት ናብ ቦትኡ ይስሕብ ነይሩ ክብሪ ንኣምላኽ ይኹን ስለዚ ክርስቶስ ከኣ ናብዛ ኵሉ ሰብ ዝፈንፈና ሰበይቲ ኪረክብ ሰማርያ ኺሓልፍ ብግዲ ነይርዎ። ስለዚ ኣብቲ ጽሑፍ እንድሕር ደኣ ርኢናዮ፣ እታ ሰበይቲ በለቶ፣ ጐይታይ ንስኻ ነብዪ ምዃንካ እርኢ ኣለኹ። መጀመርያ ከም ሓደ ጽቡቕ ምስትውዓል ዘለዎ ሰብኣይ ዝመስል ኢላ ከተዛርቦ ኢቨንቹዋሊ ነብዪ ምዃኑ ፈሊጣ ካብኡ ሕልፍ ኢላ ግን ኣምላኽ መስገን ንሱ ክርስቶስ ምዃኑ ፈሊጣ ክብሪ ንኣምላኽ ይኹን ነገራታ ኩሉ ኣደርቢዋ ኣሜን ናይ ኣምላኽ ምግላጽ፣ ናይ ኣምላኽ ብርሃን፣ ናይ ኣምላኽ Enlightenment ክንረክብ ከለና ኣለና እንብሎ ወይ ከላይ እቲ ቀንዲ ንብሎ ነገር ሓዲግና ኢና ኣምላኽ መስገን ንኣምላኽ ክንጎይ እንጅምር። ስለዚ ኣብዚ እታ ሰበይቲ በለቶ ጎይታይ ንስኻ ነቢይ ምዃንካ ርኢ ኣለኹ። ኣቦታትና ኣብዚ ኸረንዚ ሰገዱ ኣስተውለን ሰገዱ ዝብላ ተኽኢልኩም ኣስምሩለን ኣብዚ ከረንዚ ሰገዱ ንስኻትኩም ግና እታ ክስገደላ ዝግባእ ስፍራ ኣብ የሩሳሌም እያ ኢኹም እትብሉ የሱስ በላ፣ ኣቲ ሰበይቲ ኣብዚ ኸረንዚ ወይስ ኣብ የሩሳሌም ነቦ ዘይትሰግዱላ ጊዜ ኸም እትመጽእ እመንኒ። ንስኻትኩም ዘይትፈልጥዎ ኢኹም እትሰግዱ፣ ንሕና ግና ምድሓን ካብ ኣይሁድ እዩ እሞ ንንፈልጦ ኢና እንሰግድ። ኣምላኽ መንፈስ እዩ፣ እቶም ዝሰግዱሉ ድማ ብመንፈስን ብሓቅን ክሰግዱ ይግብኦም። ኣቦ ኸም ዝበሉ ሰገድቲ እዩ ዝደሊ እሞ፣ እቶም ናይ ሓቂ ሰገድቲ ነቦ ብመንፈስን ብሓቅን ዝሰግዱሉ ሰዓት ክትመጽእ እያ፣ ንሳ ኸኣ ሕጂ እያ። እታ ሰበይቲ ድማ፣ ክርስቶስ ዝብልዎ መሲሕ ከም ዝመጽእ እፈልጥ ኣለኹ፣ ንሱ ምስ መጸ ኵሉ ኽነግረና እዩ በለቶ። የሱስ ግና፣ ኣነ ዝዛረበኪ ዘለኹ ንሱ እየ በላ ይብለና። ኣምላኽ ይመስገን፣ The Great I Am፣ I Am the One ምስ በላ፣ ክብሪ ንኣምላኽ ይኹን፣ ንሱ እየ ምስ በላ፣ ኣነ እቲ ኣምላኽ ኣነ እዩ ዝብላ ዘሎ እቲ ኣምላኽ ኣቦታት እቲ ኣምላኽ ጥንቲ ኣነ እዩ ዝብል ዘሎ እቲ ንሙሴ ዝተገለጽኩሉ ኣያም ኢለ ዝተገለጽኩሉ ኣነ እዩ ዝብላ ዘሎ ኣምላኽ መስገን ዛትስ ኣያም ይብል ኣሎ ክብሪ ንኣምላኽ ይኹን ካብኡ ነገራ ኩሉ ሓዲጋ ክትከይድ ከላ ንክርስቶስ ክሰብኽ ከላ ንሪኣ ማለት እዩ ኣምላኽ ይመስገን ኣሜን ኣብዚ እንድሕ ዳሪኹመን ኮንኩም እተን ክሰግድ ስገዱ ኣይትሰግድሉ እንዳበለ ጠቂስወን ዘሎ ካብ ስግደት ትብል ሩት ቃል ዝወፃ ዓሰርተ ግዜ ደጋጊሞ ኣሎ ማለት እዩ ስለዚ ኣተኩሮ ናይ ጎይታና የሱስ ክርስቶስ ኣብ ምንታይ እዩ ኣብ ስግደት ክገብር ከሎ ኣብ ስግደት ኣተኪሩ ክዛረብ እንከሎ ንሪኦ ማለት እዩ ኣምላኽ ይመስገን እቲ ቀንዲ ነገር ስለ ዝኾነ ኣሜን እቲ ቀንዲ ነገር ስለ ዝኾነ። ሃለሉያ! እቲ ቀንዲ ነገር እንታይ እዩ? ኣብ እግሪ ጎይታ ምዃን እዩ። እቲ ቀንዲ ነገር እንታይ እዩ? ካብ ጎይታ ምምሃር እዩ። እቲ ቀንዲ ነገር እንታይ እዩ? ኣምላኽ መስገን በቲ ኣምላኽ ዝተገልጸልካ መንገዲ ናይ ኣምላኽ ረቨረንስ ናይ ኣምላኽ ኣኽብሮት ምግላጽ እዩ። ኣብ ቅድሚ እግዚኣብሄር ምስጋድ እዩ። ክብሪ ንኣምላኽ ይኹን። ስለዚ ኣብዚ ሓደ ነገር ይብል ኣሎ፣ ኣምላኽ መንፈስ እዩ፣ እቶም ዝሰግዱሉ ድማ ብሓቅን ብመንፈስን ክሰግድሉ ይግብኦም ስለዚ ኣምላኽ መስገን ኣምላኽ እንታይ እዩ መንፈስ እዩ ኣሜን ነቲ መንፈስ ዝኾነ ኣምላኽ ወይ እንታይ ክህልወና ክኽእል ኣለዎ ገለ ንዕኡ ዝምጥን ንዕኡ ዝበቅዕ ክንሕዞ ዘለና ቅርፂ ኣሎ ምክንያቱ ኣምላኽ ሰብ ኣይኮነን ረኺብና ሻሂ ይነስትዮ ዓራቱ ይነፅፈሎ ሓሚሙ ወይ ገለ ኮይኑ ኣይንበጽሖ ኣምላኽ ኣምላኽ እዩ ንሱ መንፈስ እዩ ክብሪ ንኣምላኽ ይኹን ንሱ ናይ ድኑሳት ዓራት የንጽፍ እምበር ዓራት ዝንጸፈሉ ኣይኮነን ንሱ ብምልኣት ዘበለ ከሉ ከም መጠን ሃብቱ ይባርኽ እምበር ዝውሃብ ኣይኮነን እንህቦ ነገር ግን ኣምላኽ መስገን እንታይ እዩ ንዕኡ ዘሎና ፍቕርን ኣኽብሮትን ዘሎና ተኣዛዝነትን እዩ ክብሪ ንኣምላኽ ይኹን ስለዚ ኣምላኽ መንፈስ እዩ ኢሉ ኣምላኽ መንፈስ ስለ ዝኾነ እቶም ዝሰግዱሉ ከኣ እንታይ ክገብሩ ይግብኦም ይብለና ኣሎ ብሓቅን ብመንፈስን ክሰግዱሉ ይግብኦም ምክንያቱ ኣቦ ከም ዝበሉ ሰገድቲ እዩ ዝደሊ እሞ እቶ ናይ ሓቂ ሰገድቲ ነቦ ብመንፈስን ብሓቅን ሰግዱሉ ሰዓት ክትመፅያ ንሳ ድማ ሕጂ እያ ክብሪ ንኣምላኽ ይኹን ስለዚ ሓደ ብዛዕባ ስግደት መጀመርያ ክነስምረሉ ዘለና ኣንደርላይ ንገብረልና ክንፈልጦ ዘለና ነገር እንድሕር ኣሎ ኮይኑ እንታይ እዩ ንሓደ ነገር ክሰግደሉ ንሓደ ነገር ከተምልኾ ንሓደ ነገር ከተድንቆ ልዕል ከተብሎ ክተዕብዮ እንድሕር ደኣ ኮንካ እንታይ ክትገብር ክትክእል ኣለካ መጀመርያ ክትፈልጦ ክትክእል ኣለካ ኣሜን ካብ ምንታይ እዩ ዝጅምር ካብ ፍልጠት እዩ ዝጅምር ካብ ፍልጠት ይጅምር ንሓደ ሰብ ከይፈለጥካዮ ከለኻ መን እዩ እንታይ እዩ ገለ ብዛዕባ ሰብ ዘሎካ መረዳእታ ዲስቶርትድ ክኸውን ይኽእል እዩ ወይ እውን ምንም ባዶ ክኸውን ይኽእል እዩ ፍልጠትካ ማለት እዩ ደሞ መን ዝፈለጥካዮ ግን ነቲ ሰብ ከምዚ ዓይነት ሰብ ኮይ እንዳልካ ክትገልጾ ትጅምር ማለት ስለዚ ኣምላኽ መስገን እቲ መንፈስ ዝኾነ ኣምላኽ ከዓኒ ብመንፈስ መጀመርያታ ክኸውን ኣለዎ ክፍለጥ ክኽእል ኣለዎ እንድሕር ደኣ ብዝግባእ ክስገደሉ ኮይኑ ስለዚ ነቲ ናትና ስግደት ወይ ከላ ነቲ ናትና ኣምልኾ ሬስትሬን ዝገብሮ ወይ ከላይ ዝዓግቶ ወይ ዝሓጽሮ ዘንእሶን ዘብዝሖን ምኽንያት እንድሕር ደኣ ኣሎ ኮይኑ እንታይ እዩ ንኣምላኽ ዘሎና ብርሃን ንኣምላኽ ዘሎና ፍልጠት ንኣምላኽ ዘሎና ምግላጻት ንዕኡ እንታይ ይገብሮ እዩ ይውስኖ እዩ ማለት እዩ ክብሪ ንኣምላኽ ይኹን ስለዚ እታ ቀዳመይቲ እንታይ ክንገብር ኣለና ማለት እዩ? ንመን ከም ነምልኽ ክንፈልጥ ኣሎና። እንድሕር ደኣ ሪና ኣብ መጽሓፍ ቅዱስና ሲ ዳዊት ንጉስ ኣይኮነን፣ ንጉስ እዩ ምንም ዝጎሎ ነገር የብሉን። ብብዙሕ ነገር ዝተኸበ እዩ፣ ብብዙሕ ነገር ዝተመልአ እዩ። ኣምላኽ ይመስገን። ግን ናፍቆቱ ሃንቀውትኡ ኩሉ ግዜ ቤት እግዚኣብሔር እዩ ነይሩ እና ነቲ ታቦት ከብሎ ከለዉ ኣብ ቅድሚ እግዚኣብሔር እናሰረረ እናዘለለ ንኣምላኽ ከኽብሮ ከሎ ብድሕሪኡ መወዳእታ ነቲ ህዝቢ ባሪኹ ናብ ቤቱ ክባርኽ ምስ ተመልሰ ሚካል ሓደ ነገር ኢላቶ ማለት እዩ ንጉስ ኣብ ከምዚ ኢሉ ኣብ ቅድሚ ግራዱ ብምቕልዑሲ ክንደይ ከበረ ክትብሎ ከላ ንርኢ ማለት እዩ ኣው ዳዊት ዝበሎ ሓደ ነገር ንኣምላኽ መስገን ካበይ ደም ዘውጽኣኒ ይፈልጥ እየ ኣሜን ካበይ ከም ናይ እግዚኣብሔር ኢንካውንተር ዘለኒ ሰባት ናይ እግዚኣብሔር ምትንኻፍ ዘለኒ ሰባት ናይ እግዚኣብሔር ኢድ ዝፈልጥ ሰብ እየ ናይ እግዚኣብሔር ሓይሊ ቅልፅም ዝፈልጥ ሰብ እየ ክብሪ ንኣምላኽ ይኹን ስለዚ ኣብ ቅድሚኡ ካብዚ ንላዕሊ ክቐልል እየ ኣብ ቅድሚ ተናግራት ግን እንታይ ክኸውን እየ ኣዝየ ክኸብር እየ ክብ ክብል እየ ክብል ከሎ ንሪኢ ኣምላኽ መስገን ብኡ መጠን ከዓ እግዚኣብሔር ከዕብዮ ከሎ ንሪኦ ስለዚ ሰለስተ ሓሳባት ክንርኢና መጀመርያ እቲ ክምለኽ ዘለዎ እ ወድዓ እዩ። ወይ ከላይ እቲ ክምለኽ ዘለዎ the object of our worship እቲ እነምልኾ መን ምዃኑ እንታይ ክንገብር ክንክእል ኣለና? ክንፈልጥ ክንክእል ኣሎና። ኣሜን። ኣምላኽ ሓቂ ንስኻ በይንኻ ምዃንካ ንሱ በይኑ ኣምላኽ ሓቂ እዩ። ኣሜን። ወ እስራኤል ስማዕ እግዚኣብሔር ኣምላኽካ እንታይ እዩ? ሓደ ኣምላኽ እዩ። ንዑ ኪዳን ኣብ ሓድሽ ኪዳን እንተኾነ እውን ጎይታና የሱስ ክርስቶስ እንታይ ይብላ ኣሎ ጌጋ ኣምልኾ ይግበር እዩ ብዝተፈላለየ መንገዲ ካብቲ ናይ ኣምላኽ ሓቀኛ ዝኾነ ኣምልኾ ክትወፅእ ትኽእል ኢኻ ነዚ ኣምላኽ መስገን ኣብዚ ይብለና ኣሎ ኣምላኽ ብሓቅን ብመንፈስን ክሰግድሉ ይግባእ። ስለዚ ኣምላኽ ይመስገን ክፍለጥ ዘለዎ ኣምላኽ ኣሎ። ቅድሚ ዝኾነ ቅድሚ ዝኣገረ ቅድሚ ዝኾነ ነገር ምግባርካ እንታይ ኣሎ ክፍለጥ ዘለዎ ኣምላኽ ኣሎ። ባዕልኻ ኢንካውንተር ዝረኸብካዮ ብውልቅኻ ዝፈለጥካዮ ዝተጓነፈካ ኣምላኽ ክህሉ ክኽእል ኣለዎ። ናይ ብሓቂ ስግደት ክትሰግድ እንድሕር ደኣ ኮንካ እንተዘይኮነ ካልኦት ዝዘመርዎ መዝሙር ክትደግም ትኽእል ኢኻ። ወይ እውን ከምቲ ዝነበርናዮ ስርዓት ጸሎት ሃይማኖት ንጎ ንጎ መዝሙረ ዳዊት ድዩ ዋትኤቨር እታ ክትገብር ትኽእል ኢኻ ክትደግም ትኽእል ኢኻ ናትካ ዝኾነ ኢንካውንተር ስለ ዘይብልካ ግን እታ ክትገብር ኣይትኽእልን ኢኻ ንኣምላኽ እተምልኸሉ ቃላት ኣይህልወካን እዩ ስለዚ ኣምላኽ መስገን ነቲ ኣምላኽ ሓቂ እታ ክንገብር ክንከል ኣለና መጀመርያ ደቂ እስራኤል ሲ እግዚኣብሔር ካብ ግብፂ ከውፅኦም ምስ ደለየ እቶም ትፅሕፉ ዘለኹም ምናልባት ኣብ ዘፀኣት ኣርባዕተ ዕስራን ክልተን እንደገና ዘፀኣት ሸሞንተ ሓደ ኣለና መጀመርያ እግዚኣብሔር ከውፅኦም ምስ ደለየ ኣብቲ ምዕራፍ ኣርባዕተ እንታይ ኣሎ እስራኤል ሲ በኹር ወደይ ኢለካ ዶ ይነበርኩን ከገልግለን ሕደገን- ሕደጎ ኢለካ ንስኻ ግና ኣበኻ ስለዚ በኹሪ ግብፂ ዘበለት ሃገብር ኢልዎ ክወቅዕ እየ ክብሎ ከሎ ንርኢ ሕሪ ኣብቲ ሸሞንተ ምዕራፍ ሓደ ከድና ክንሪኦ ከለና ከዓኒ ህዝበይ ከገልግለኒ ሕደጎ ኣሜን ለእግዚኣብሔር ይመስገን እግዚኣብሔር ንምንታይ ደቂ እስራኤል ኣብ ግብፂ ኮይኖም ከገልግልዎ ዘይከኣሉ ንምንታይ ኣብ ግብፂ ኮይኖም ክሰግዱሉ ዘይከኣሉ ንምንታይ ክሕደጉ ተደልዩ ድሕዳ ኢልና እግዚኣብሄር እንታይ ክገብርዶም ደልዩ ኣብቲ ምድረ በዳ ርእሱ ክገልፀሎም ደልዩ ንኣምላኽ ዘይፈልጡ ወለዶ እዮም ካብ ኣምላኽ እንታይ ዝኾኑ እዮም ኣብ ባርነት ዝፀንሑ ወለዶ እዮም ስለዚ እግዚኣብሄር ርእሱ ክገልፀሎም ደልዩ ርእስኻ ንትገልፀሉ እንታይ ትገብሮ ትሰግደሉ ርእሱ ንገለፀልካ ካ ትሰግደሉ ዕቤቱ ንዝተረዳእካ ኢኻ ትሰግደሉ ክብሪ ንኣምላኽ ይኹን። እንድሕር ድኣ ሪኢና ኣብቲ ታሪኽ ናይ ብሉይ ኪዳን እቶም ኣቦታት ናይ እምነት ኣቦታት ክብሪ ንኣምላኽ ይኹን ነቲ ዝተገልጸሎም ኣምላኽ መሰውኢ ክሰርሑ ከለዉ ነቲ ተገልጸሎም ኣምላኽ ከምልኹ ከለዉ ነቲ ዝተገልጸሎም ኣምላኽ ከዓ ክሰግዱ ከለዉ ነቲ ተገልጸሉ ኣምላኽ እንዳበለ ደጋጊሙ ንረኽቦ ሓሳብ ኣሎ ማለት እዩ ኣምላኽ ይመስገን ስለ እግዚኣብሄር ካብ ባርነት ካብ ሓዊ ካብ እቶን ኣውፅኡ ክብርን ኣምላኽን ብመድረ በዳ ክሓልፎም ከሎ ብዙሕ ተመክሮታት ኣብ ጺሎም ዝናብ ሶሪ ማና ኣዝኒብሎም ክብሪ ንኣምላኽ ይኹን እንደገና ነዚ ፈኪስ መግቢ ምንያቶ ኣብ ዘለሉ ግዜ እውን ኣብ ምድረ በዳ ከም ሓደ መዓልቲ ወርሒ ሙሉእ እንታይ መጊቦም እዩ ስጋ ክምግቦም እንከሎ ንርኢ ማለት እዩ ኣምላኽ ይመስገን ስለዚ ኣምላኽ እንታይ ይገብር እዩ ይግለፅ እዩ ክስገደሉ ዘለዎ ወይ ከላይ እቲ ናይ ስግደትና ኣድህቦ ወይ ከላ ኣተኩሮ ክንእከብ ከለና ክንገብር ከለና ፐርፎርማንስ ኣይኮነን ስግደት ዕዮ ስራሕ ኣይኮነን ወይ ከላይ እርከስ ክሬዲት ጌርና ምሻ ባዕልና እነንቅሎ ነገር ኣይኮነን ናብ ኣምላኽ ገጹ ዝቐንዐ ናብ ኣምላኽ ገጹ እንታይ ዝገበረ ዳይሬክት ዝገበረ ንኣምላኽ ዕቤት ኢሉ ዝግበር ነገር እዩ ኣምላኽ መስገን ሓደ ጥቕስ ከንብብ እየ ዘለኒ ግዜ ኣብ ራ ዮሃንስ ሓሙሽተ ዓሰርተ ሓደ ከምዚ ዝብል ቃል ነንብብ ስጋብ ዓሰርተ ሰለስተ ከባቢ ኮንቦ እየ ርኤኹ ድማ፣ ኣብ ዙርያ እቲ ዝፋን እቶም ኣርባዕተ እንስሳን ሸም ሽማግለታትን ከኣ ድምጺ ብዙሕ መላእኽቲ ሰማዕኩ፣ ቍጽሮም ድማ ኣእላፍ ግዜ ኣእላፍ፣ ኣሻሕ ግዜውን ኣሻሕ እዩ። ዓው ብዝበለ ድምጺ ኸኣ እቲ እተሓርደ ገንሸል፣ ኣሜን፣ መን? እቲ እተሓርደ ገንሸል፣ ስለዚ ኣምላኽ መስገን ኣድረስ እንዳገበርና፣ ንመን ነምልኽ ኣሎና እናፈለጥና ኢና እንታይ ንገብር ማለት እዩ፣ ነምልኽ። ንሱ ስልጣን ሃብትን ጥበብን ሓይልን ክብርን ግርማን ውዳሴን ክወስድ ብቑዕ እዩ። ኩሉ ኩሉ ናብኡ እንታይ ክገብር ኣለዎ? ንናብኡ ገጹ ክቐንዕ ኣለዎ። ስግደት ድዩ ኣፕሪሺየሽን ድዩ ወትኤቨር ናብ ኣምላኽ ገጹ እንታይ ክገብር ኣለዎ? ክቐንዕ ኣለዎ። ኣምላኽ ይመስገን ንሓድሕድና ኣፕሪሺየት ኣይንገባበር ኣይኮንኩ ንብል ኣለኹ ኣፕሪሺየት ክንገባበር ንኽእል ኢና፣ ግና ኣምላኽ ይመስገን ወን ዩ ኣር ኣፕሪሺየትድ እንድሕር ደኣ ወሲድካዮ ቁሒምካዮ ስቕ እንድሕር ደኣ ኢልካ ጸገም ኣሎ ማለት እዩ። ሓደ ካብቲ እህ ንበዓል ሙሴ ዝጎድኦም ብዙሓት ዝጎድኦም ንሱ እዩ ማለት እዩ። ዳይረክት ክትገብሮ ክትክእል ኣለካ ናብ እግዚኣብሄር ማይ ኣውፂእናልኩም ብምባል ዕሽነት ምስ ተዛረበ ሙሴ ካብታ ናይ ተስፋ ምድሪ ዝተረፈ ማለት ብዙሕ ግዜ ምስ ምውቃዕ ጥራይ ኢና ነተሓዞ ግን ኣብ መዝሙር ሚእትን ሽዱሽተን ክነገረና ከሎ ሙሴ ከዓ ንልቡ ኣንፀርፂሮሞ ነበሩ እሞ ብሰንኮም ዕሽነት ተዛረበ ስለዚ ከዓ ተጎድአ ኢለና ኣሎ ስለዚ ኣብኡ ዝተዛረቦ ነገር ብቃላት ኣፉ ናብ እግዚኣብሄር ዳይረክት ስለዘይገበሮ እቲ ክብሪ ክብሪ ኣምላኽ ስለዝወሰደ ሓደ ካብቲ ዝጎድኦ ነገር ምዃኑ ንርኢ ስለዚ ዝተሓርደ ገንሸል እንታይ ክወስድ እዩ ንዚ ኩሉ ክወስድ ብቑዕ እዩ ኣሜን ብቑዕ ዝኾነ ኣምላኽ ኣሎ ኣምልኾና ክንወስድ እንድሕር ደኣ in a right way address ጌርናዮ፣ ብትኽክል መንገዲ እንድሕር ደኣ ኣቕሪብናዮ ናብኡ ክንርእዮ ኢና ኣምላኽ ይመስገን ንሱ ብቑዕ እዩ፣ ክምለኽ ብቑዕ ዝኾነ ኣምላኽ ኣሎ። ደሓር ኣብቲ ዓሰርተ ሰለስተ ኣብ ሰማይን ኣብ ምድርን ኣብ ትሕቲ ምድርን ኣብ ባሕርን ዘሎ ፍጡር ኣባታቶም ዘሎ ዘበለ ኩሉ እውን በረኸትን ክብርን ግርማን ስልጣንን ዘለኣለም ኣለም ነቲ ኣብ ዝፋን ተቐሚጡ ዘሎ ነቲ ገንሸልን ይኹን ክብሉ ከሎ ሰማዕኹ። ኣሜን። ነቲ ስፐሲፊክ ብትኽክል ዝኾነ እንታይ ገይሮ ኣድረስ ገይሮሞ ኣምላኽ መ ነቲ ኣብቲ ዙፋን ንዝተቐመጠን ንመንን ነቲ ገንሸልን ክብሉ ከለዉ ሰማዕኹ እቶም ኣርባዕተ እንስሳ ድኸዓ ኣሜን በሉ እቶም ሽመግለታት እውን ፍግም ኢሎም ሰገዱ ኣሜን በይኑ ክዓቢ በይኑ ልዕል ክብል መታን ክኽእል ንሕና እንታይ ንገብር ፍግም ኢልና ክንሰግደሉ ከለና ኩሉ ናትና ነገር ይወድቕ ይራገፍ ማለት እዩ ኣምላኽ ይመስገን እግዚኣብሔር በይኑ ይዓቢ ሓንቲ ካብተን ኣዘን ደስ ዝብላ ፅቡቕ ዝኾነ ኤክስፒሪየንስ ናይ ኣምልኾ ዝዝክራ እንታይ እያ ናይ ግራጅዌት ፌሎሽፕ ግራጅዌት ትገብር ከለኻ እንታይ ክትገብር ኣኽሊላትካ ኣብ ቅድሚ እግዚኣብሔር ደርቢኻ ትሰግድ ኣሜን ንስኻ ኢኻ ዓቢ፣ ንስኻ ኢኻ ስልጡን፣ እዚ ውን ካባኻ ዝመንጨወ እዩ ኮይንለይ ናብዚ በጺሐ ብዝብል መንገዲ ማለት እዩ ኣምላኽ ይመስገን። ስለዚ ንነገራትና ኩሉ ንኣምላኽ ከይነምልኾ ንኣምላኽ ባህ ከይነብሎ ሂንደር ዝገብረና ዘበለ ኩሉ ዘሕዘና ዘበለ ኩሉ ክንገብሮ ከነውድቆ ኣብ ኣምልኾ ቦታ በይኑ ልዕል ዝብል መን እግዚኣብሄር ጥራይ ክብረትና ኣይኮነን መንነትና ኣይኮነን ወይ ኣብ ኣምልኾ ክንከውን ከሎና ዝመጽእ ሓሳብ ተሻማዊ ኣሎ ኣይኮነን ሓደ ካብቲ እግዚኣብሄር ብዘይ ቀልዓለም ዝበለና እንታይ ኣነ ቀና ኣምላኽ እየ ብዘይካይ ካልእ ኣማልኽቲ ኣብ ቅድመይ ኣይሃልውካ ኢልና ኣሎ ኣምላኽ መስገን ድሻወሙ ኣምላኽ ተባሂሎም ተሰመዮ ኣብ መፅሓፍ ቅዱስ ኣለውን ኣይኮነን ከም በዓል ገንዘብ ኣብ ኣምልኾ እንድሕር ገንዘብ ኣቱ ኣሎ ኮይኑ ኣብ ኣምልኾ ንገሊኣቶም ኣምላኾም ከብዶም ኢሉ ኣሎ እንድሕር ደኣ ናይ ከብዲ ነገር ይመፅእ ኣሎ ኮይኑ ብዙሕ ነገራት ይመፅእ እንድሕር ኣለኹ ተሻማዊ ዝኾነ ነገር ብዓብዩ ካልእ ባዕዲ ዝኾነ ኣምልኾታት ጋሻ ዝኾነ ሓዊ ክመጽእ ከሎ እዚ ጽቡቕ ኣይኮነን ኦብጀክት ኦፍ ኣር ፌዝ መን እዩ ኦብጀክት ኦፍ ኣር ወርሺፕ ኢዝ ጎድ ሂምሰልፍ እግዚኣብሄር በይኑ ክስገደሉ ይግብኦ ኣሜን በይኑ ይግብኦ እዩ ኣሜን ሃሌሉያ ካልኣይ ምስ ግዜ ክኸይድ እየ ነቲ ኣምላኽ እዩ ዝምልከት እዩ ተኻላይ ክምለኽ ዘለዎ መን ኢልና እግዚኣብሄር በይኑ እዩ ካልእ ኣብ መንጎ እንድሕር ተወሲኹ ካልእ ኣብ መንጎ እንድሕር ደኣ ኣትዩ እግዚኣብሄር ኣምልኾ ኣይወሰደን ስግደት ኣይወሰደን በይኑ ኣሜን በይኑ እንኮ ክወስድ ዝግብኦ ኣምልኾ ስግደት እግዚኣብሄር በይኑ እዩ እቲ ካልኣይ እቲ ዘምልኽ ወይ ከላይ እቲ ዝሰግድ ኣቦ ከምዚ ዝበሉ ሰገድቲ እዩ ዝደሊ ኢሉ ኣምላኽ መስገን ኣሜን ነቦ ብሓቅን መንፈስን ሰግዱላ ሰዓት ክትመጽእ እያ ኢሉ ኣሜን ስለዚ እግዚኣብሔር ይመስገን እዛ ሰበይቲ ኣቦታትና ዝሰግዶ ቦታ ኣፍኮርስ እቲ ባክግራውንድ ንፈልጦ ኢና ሳምራውያን ካብ ንጉሶም ከይዓልዉ ኢሉ ዘተኣታተዎ ሮብዓም ብዓይነት ኣምልኾ እዮም ዘምልኹ ነይሮም ማለት እዩ ስለዚ ጌጋ ኣምልኾ እዩ ነይሩ ኣበጋግሱ ዝገብሮ ዝነበሩ ኣምልኾ ጌጋ እዩ ነይሩ እዚ ዝምለኸሉ ቦታ ወይ ከላይ ስገደሉ ዝነበረ ቦታ ኣብ የሩሳሌም እዩ ነይሩ ግን ኣምላኽ መስገን ሓድሽ ስርዓት ሓድሽ ሕጊ ሓድሽ ኪዳን ሓድሽ ናይ ኣምልኾ መንገዲ ይኣቱ ነይሩ ክብርና ኣምላኽ ይኹን ስለዚ እዚ ዓይነት ኣምላኻይ መን እዩ እንድሕር ደኣ ኢልና ብዛዕባ ክልተ ኪዳን እንዳመላኸተ እዩ። ኣብቲ ኮነ ኣብቲ ነቦ ዘይሰግዱላ ነቦ ብሓቅን መንፈስን እንታይ ትገብሩላ ዝሰግዱላ ሰዓት ክትመጽእ እያ ንሳ ድማ ሕጂ እያ ክብል ከሎ ንሪኦ እግዚኣብሔር ይመስገን። ስለዚ ብዛዕባ እታ ኣብ ሓድሽ ኪዳን ብሓድሽ መንፈስ ብሓድሽ ፍጥረት ኮይና እንሆ እቲ ብሉይ ኩሉ ሓሊፉ ሓድሽ ከዓ ኮይኑ እዩ ተባሂሉ ኣምላኽ መስገን ምስ እግዚኣብሔር ብመንፈስ ኮኔክት ኮይና እነምልኸሉ ኣምልኾ እዩ ዝዛረብ ዘሎ ስለዚ ኣምላኽ መስገን ናይ ብሓቂ ኣምልኾ ከምልኽ ዝኽእል መን እዩ እንድሕር ኢልና ተጠቃሚ ነዚ ናይ ሓድሽ ኪዳን ስርዓት ዝኾነ ሰብ ብካልእ ኣዘራርባ ከዓ መንፈሱ ሪጀነሬት ኮይኑ ምስ ኣምላኽ ሕብረት ዝጀመረ ሰብ እዩ ኣሜን ዳግም ዘይተወልደ ሰብ ስርዓት ሃይማኖት ክፍፅም ይኽእል እዩ ንጎይትና የሱስ ክርስቶስ ከም ናይ ግሊ መድሓኒኡ ኣብ ልቡ ዘይተቀበለ ሰብ ስርዓት ብምድግጋም ክገብር ይኽእል እዩ ግን ከምልኽ ኣይክእልን እዩ ስለዚ ኣምላኽ መስገን ነዚ ሓድሽ ስርዓት ኣምልኾ እዚ ሓድሽ ከምቲ ጎይታና የሱስ ክርስቶስ ዝበሎ ማለት እዩ ሓድሽ ወይኒ ኣብ ምንታይ እዮም ዘዕቁርዎ ኢሉ ኣብ ሓድሽቲ ኣሕርብቲ ተዘይ ኮይኑ ግን እንታይ ይኸውን እዩ ኣብ ኣረግቲ እንድሕር ደኣ ክተብሎ ኣቢልካ እቲ ወይኒ እቲ ኣሕርብቲ ይቕደድ ኢሉ እቲ ወይኒ ኸኣ ይፈስስ ስለዚ ኣምላኽ መስገን እቲ ኣርኒቡ ዝኸይድ ኣምልኾ ናይ ሓድሽ ኪዳን ኣምልኾ እዩ ክብሪ ንኣምላኽ ይኹን እቲ ሓቂ ክትፈልጥዋ ኢኹም እቲ ሓቂ ኸኣ እንታይ ሓራ ከተውፅኣኩም እያ ኣምልኾ ብሓርነት እዩ ዝግበር። ኣምልኾ ተጸቒጥካ ከለኻ፣ ኣርዑት ከለካ፣ ብሓጢኣት ኣርዑት ተኣሲርካ ከለኻ፣ ብናይ ሃይማኖት ኣርዑት ተኣሲርካ ከለኻ፣ ብዝተፈላለየ ኣርዑት ተኣሲርካ ከለኻ ከተምልኽ ኣይትኽእልን ኢኻ። ብናይ ባርነት ኣርዑት ተኣሲሮም ከለዉ ከምልኹ ስለ ዘይክእሉ እግዚኣብሄር ንህዝቡ ንእስራኤል እንታይ ገይሩ ካብ ግብፂ ከውፅኦም ከሎ ወፂኦም ሓደ ዕላማ እዩ ነይሩ ዝወፅሉ ዕላማ ሓደ እዩ ንእግዚኣብሄር ታክገብሮ ከገልግሉ ንህዝበይ ከገልግለኒ ሕደጎ ክብል ከሎ ንርኢ ማለት እዩ ኣምላኽ ይመስገን ስለዚ ሓደ ሰብ እንታይ ክኸውን ኣለዎ ናብ ጎይታ ክመፅእ ክኽእል ኣለዎ ኣብቲ ሮሜ ምዕራፍ 12 ሓደ እምበኣርስ ኣሕዋቴ ንስጋኹም ህያውን ቅዱስን ንኣምላኽ ባህ ዘብል መስዋእቲ ጌርኩም ከተቕርቦ ብምሕረት ኣምላኽ እምዕደኩም ኣለኹ። ኣሜን። ስለዚ ስጋኻ ቅዱስን ህያውን መስዋእት ጌርካ ከተቐርብ እቲ ናይ ሓጢኣት ሓይሊ እንታይ ክኸውን ኣለዎ? ክሰዓር ክኽእል ኣለዎ። ኦቨርካም ክኸውን ክኽእል ኣለዎ። ኣምላኽ መስገን ሓጢኣት ብሰዓር ከዓ ብናይ መስቀል ሓይሊ እምበር ብግበር ኣይትግበር ኣይኮነን። ስለዚ ኣምላኽ መስገን እዚ እንታይ ክኸውን ከሎ ቅዱስን ን ኣምላኽ ባህ ዘብልን መስዋእቲ ጌርኩም ክተቕርቡ ብ ምሕረት ኣምላኽ እምዕደኩም ኣሎኹ። ስለዚ ባህ ዘየብል መስዋእቲ ኣሎ ማለት እዩ። ኣምላኽ ዘይቅበሎ መስዋእቲ ኣሎ ማለት እዩ። ምድግጋም ስርዓት ዝኾነ ኣሎ ማለት እዩ። ግናኸ ኣምላኽ ይመስገን ነዚ ንምግባር ግን በቲ ዝግባእ ደረጅኡ በቲ ዝግባእ ዓቕሙ ክንገብሮ ከኣ እንታይ ኢልና ኣሎ እዚ ማለት እቲ ናይ ኣእምሮ መንፈሳዊ ኣገልግሎትኩም እዩ። እቲ ኣገልግሎት ትብል ስግደት ኣቐዲምና ክንሪኦ ጸኒሕና ኔርና እቲ ኣገልግሎት እቲ ሰርቪስ ምዃኑ ሪና ኔርና ኣምላኽ ይመስገን። ኣብቲ ማቴዎስ ዓሰርተ ሓሙሽተ ሸሞንተ እውን ጎይታና የሱስ ክርስቶስ ክዛረብ ከሎ እዚ ህዝቢ እዚ ብኸናፍሩ የኽብረኒ ልቡ ግን ካባይ ርሑቕ ይብል ከሎ ንርኢ ማለት ስለዚ ኣምልኾ ማለት ዝተሓደሰ መንፈስ ምስ ኣምላኽ ርኽክብ ዘለዎ መንፈስ እ ዳግም ብዝተወልደ መንፈስ ዝግበር ኮይኑ ኣምላኽ ይመስገን እ እንደገና ከኣ ኣድህቦኻ ከኣ ምሉእ ብምሉእ ኣብ እግዚኣብሔር ከናፍርካ ጥራይ ዘይኮነስ እ ካብ ምንታይ እዩ ዝምንጩ ማለት እዩ እ ኣምልኾ ካብ ልቢ እዩ ዝምንጪ ዝተሓደሰ ልቢ ክህልሎ ኣሜን ለእግዚኣብሔር ይመስገን ኣምልኾ ወይ ከላይ ስግደት ጀስት ኢትስ ኖት ኣባውት ሲንጊንግ ዘሚርካ ምሻሎ ድምፂ ስሚዕኻ ደሃያ ስሚዕኻ ትውድኦ ነገር ኣይኮነን ምትንኻፍ ኣለዎ ክብሪ ንኣምላኽ ይኹን እንታይ ኣለዎ ምትንኻፍ ኣለዎ ነቲ እንድሕዳ ናይ ብሓቂ ንመን ከም ተምልኽ ዘለኻ ፈሊጥካ እንደገና ብመንፈስን ብሓቅን ኮንካ እቲ ናይ ሓድሽ ኪዳን ሓቂ እየ ዝዛረብ ዘለኹ ግዜ የብለይ ንዑ ዘርዚረ ክዛረበሉ ማለት እዩ ኣምላኽ ይመስገን እንድሕር ደኣ ኾንካ ኣብ ቅድሚ እግዚኣብሔር ትቐርብ ኣለኻ ኾንካ እቲ ብርሃን ረኺብካ እንድሕር ትቐርብ ኣለኻ ኾንካ ጥራይ ኣፕዎርድ ዝኸይድ ኣይኮነ ንላዕሊ ዝኸይድ ጥራ ነገር ኣይኮነን ዘሎ ኣምላኽ ይመስገን ንታሕቲ ዝወርድ ነገር እውን ኣሎ ኣሜን ናብ ላዕሊ ዝኸውን ምትንኻፍ ከ ኣሎ እግዚኣብሔር ይመስገን ካብ እግዚኣብሔር ዝልቀቕ ናይ እግዚኣብሔር ሓይሊ ኣሎ ባይ ዘ ወይ ግዜ ወሲድ ሓሊና ክንሪኦ ኢና ኣምላኽ መስገን ኣምልኾን ሓይልን ጎኒ ንጎኒ ዝኸይድ ፕሬዝ ኤንድ ስትሬንግዝ ወይ ከላይ ፕሬዝ ኤንድ ፓወር ኩሉ ግዜ ጎኒ ጎኒ እዩ ዝኸይድ ናይ እግዚኣብሄር ነገር ኣበይ ዝልቀቕ እንድሕር ዳ ኢልና ኣብቲ ስግደት ዘለዎ ኣብቲ ኣምልኾ ዘለዎ ኣብቲ ንእግዚኣብሄር ወደሳ ዘለዎ ንእግዚኣብሄር ልዕል ልዕል ከነብሎ ከለና እግዚኣብሄር ኩሉ ግዜ እንታይ ይገብር እዩ ሓይሉ ይለቅቕ እዩ ክብሪ ንኣምላኽ ይኹን ኣሜን ስለዚ ኣብቲ ካልኣይ ቆሮንጦስ ምዕራፍ 3 17 ክዛረብ ከሎ እዚ መንፈስ ዝኾነ ጎይታ ጎይታስ መንፈስ እዩ ኣሎ ኣሜን ጐይታስ መንፈስ እዩ ምስ በለ ኣብቲ መንፈስ ጐይታ ዘለዎ ድማ ኣብኡ እንታይ ኣሎ ኣሜን ኣብቲ መንፈስ ጐይታ ዘለዎ እ፣ ኣብቲ መንፈስ ጐይታ ዘለዎ ጥራይ ዘይኮነ ግን ካብኣ ቁርብ እ፣ ኣላይን ክንገብራ ኢና ኣምላኽ መስገን እቲ ሓሳብ ጐይታስ መንፈስ እዩ እቲ መንፈስ ጎይታ ኣብ ዝኾነሉ ቦታ ኣሜን ሃሌሉያ ነቲ መንፈስ ጎይታ ክትገብሮ ከለኻ ነቲ መንፈስ ልዕል ልዕል ከተብሎ ከለኻ ክሰግደሉ ከለኻ ክብርና ኣምላኽ ከምዚ ክንብሎ ዝጸናሕና ነገራትካ ኩሉ ኣወንዚፍካ ቅድሚ እግዚኣብሄር ፍግም እንዳበልካ ናይ እግዚኣብሄር ዕቤት ከተምጽእ እንከሎኻ እንታይ ኣሎ ኣብቲ እቲ መንፈስ ጎይታ ዝኾነሉ ኣብኡ ሓርነት ኣሎ ኣሜን ኣሜን ዶ ክሰምዕ ሃሌሉያ ብመጠን እቲ ኣብ ጉባኤና ጎይታ ዝገበርናዮ ናይ እግዚኣብሔር ኢድ ናይ እግዚኣብሔር ኣፃብዕቲ ኣብ መንጎና ትንቀሳቐስ ኣሜን ለዚ እግዚኣብሔር መስገን ዳስዋ ኢና ክንፈልጦ የልየና ንሱ እንደገና ከዓ ንሕና ከዓ ኣላይን ክንከውን የልየና ብሓድሽ ልደት ማለት እዩ ኣምላኽ መስገን ካብኡ ሓሊፉ ከዓኒ ኣብቲ ነቲ ክብሪ ጎይታ ከም ብመስትያት ክንሪኦ የድልየና ኣሜን ምናልባት ከተምልኹ ከለኹ ድሕዳ ማይ እንድኹም ቮይድ ኮይኑ ምንም ከይሓሰብኩ መዝሙር ጥራይ ትደግሙ እንድሕር ኣለኹም ኮንኩም ታስ ኖት ዎርሽፕ ኦኬ ኣምልኾ ኣይኮነን እሱ ስግደት ኣይኮነን እንታይ ከም ትገብሩ ዘለኹም ስርዓት ሃይማኖት ኢኹም ትፍፅሙ ዘለኹም ስለዚ እቲ ድሓን ሓንቲ ኣትሊስት ኣትሊስት ሓንቲ ፒክቸር ክበኩም ማለት እዩ ኣምላኽ ይመስገን ሰብ ጋላትያ ጳውሎስ ክዛረብ እንከሎ ክርስቶስ ኣብ ቅድሚ ዓይንትኹም ከም ስቑል ኮይኑ መን ደኣ ዓዘመኩም ኢሎም ኣሎ ኣትሊስት ክርስቶስ እንታይ ይኹን ተሰቕለ ክርስቶስ ይረኣየና እቲ ዝዓበየ ናይ እግዚኣብሔር ፍቕሪ ዝተገልጸሉ ቦታ መስቀል ስለ ዝኾነ ኣምላኽ መስገን ብውሕዱ ኣሜን መስቀል ይረኣየና ኣሜን ኣብ መስቀል ደል ደው ክንብል ደይኮና ድሕሪ መስቀል ብዙሕ በረኸታት ስለ ዘሎ እዩ ብውሕዱ ዝብለኩም ዘለኹ ድሕሪ መስቀል ትንሳኤ ኣሎ ክብሪ ንኣምላኽ ይኹን ግን መስቀል ግን ኣትሊስት እንታይ የርእየና እዩ ማለት እዩ ናይቲ መድሓኒና ፍቕሪ የርእየና ደቂ እስራኤል ሲ ነቲ ዝተሰቕለ ተመናስላ ዝኽሪኡ ከለዉ ካብ ሕማሞም ኩሉ ይፍወሱ ነይሮም ክብርና ኣምላኽ ይኹን ስለዚ ድፍውስ ሓይሊ ኣሎ ኣብቲ መስቀል ክብርና ኣምላኽ ይኹን ድፍውስ ዘፀናንዕ ናይ እግዚኣብሔር ነገር ካብኡ ምትንኻፍ ይውሕዝ እዩ ስለዚ ዝብለና ኣሎ ኣምላኽ ይመስገን ጎይታስ መንፈስ እዩ ኣብቲ መንፈስ ጎይታ ዘለዎ ድማ ኣብ ሓርነት ኣሎ ምስ በለ ንሕና ኩላትና ግና ብቁሉዕ ገጽ ብቁሉዕ ገጽ ፊት ንፊት ኣሜን ሃሌሉያ ዲስ ታይፕ ኦፍ ወርሽፕ ክህሉ ከሎ ጥራይ ኣምላኽ ክብሪ ዝወስድ ዘይኮነስ ንሕና ከዓ እንታይ ኢና ንኸውን ትራንስፎርም ኢና ንኸውን ኣሜን ንሕና ከዓ እንታይ ንኸውንና ንልወጥ ኢና ክብሪ ንኣምላኽ ይኹን ምክንያቱ መስትያት ዘይርኢ የብልናን መቸም ሕሉፍ ሓሊፍና ፉል ባዲ መስትያት ኢና ጌርና ዘለና ኣብ ገዛና ኩሉ ኣካላትና ካብ ርእስና ስጋብ እግርና ከም ዘርእየና ንገብረሉ ዘለና ግዜ እዩ ኦኬ እቲ እንሪኦ መስትያት እንታይ ዘርእየና ኩነታትና ጥራይ ዘርእየና እዚ መስትያት እዚ ናይ ምልዋጥ ሓይሊ ዘለዎ መስትያት እዩ ኣሜን ኣሜን ዶ ክሰምዕ ትራንስፎርም ናይ ምግባር ሓይሊ ኣለዎ ነቲ ክብሪ ጎይታስ ከም ብመስትያት ኣብኡስ እንታይ ኢና ንርኢ ናይ ጎይታ ክብሪ ናይ ጎይታ ዕቤት ናይ ጎይታ ዝና ኢና ንርኢ ኣምላኽ መስገን እቲ ዝሞተን ዝተንስአን ክርስቶስ የሱስ ኣብኡ ተሳኢሉ ንሪኦሞ ኣምላኽ መስገን ከም ካብ መንፈስ ጎይታ መንፈስ ጎይታ እናገለጸልና መንፈስ ጎይታ እቲ ነገርቲ ኢንተርፕሬት እናገበረልና ማለት እዩ ኣምላኽ መስገን ከም ምስሊ ኣርኣዩ ካብ ክብሪ ናብ ክብሪ እንታይ ንኸውን ናብ ምስሊ ኣርኣያኡ ንልወጥ ኢና ኣሜን ሃለሉያ ኣምልኾ እቲ ዝዓበየ መሳርሒ ኣሜን ኣብ ህይወትና ዘሎ ዘይጠቅም ዘይረብሕ ጋዕገልጠም ዘበለ ኩሉ እናፍረሰ ማለት እዩ ኣምላኽ መስገን ናይ እግዚኣብሔር ነገር ኣባና ክፀዓን ዝገብር እዩ ኣሜን እግዚኣብሔር ክተዕብዮ ከለኻ ንእግዚኣብሔር ልዕል ልዕል ክተብሎ ከለኻ እግዚኣብሔር ኣብ ቅዱስ ዝፋኑ ክኸውን ከለካ ነቲ ኣብ ዝፋን ዘሎ ኢልዎ ኣምላኽ መስገን ኣብ ቅዱስ ዝፋኑ ክትሪኦ ከለኻ ካልእ ኩሉ ዝፋኑ ይሓድግ ኣሜን ንዑ በይኑ ከዓ ክትገብር ጅምር ክሰግድ ትጅምር ሃሌሉያ ስለዚ ናብዛ መስትያት እዚኣ ናብዛ መረፀን እዚኣ ናብዛ ናይ ጎይትና የሱስ ክርስቶስ ክብሪ ተርእየና ኣክሰስ ዝረኸብናሉ መን እዩ ዘምልኽ እንድሕዳ ኢልና ኣክሰስ ዝረኸብናሉ ሓድሽ ፍጥረት እዩ ናይ ብሓቂ ኣምልኾ ክነምልኽ እንኽእል ንሕና ዳግም ልደት ዝረኸብና ኢና ክብሪ ንኣምላኽ ይኹን ኣሜን ኣሜን ዶ ክሰምዕ ሃሌሉያ የሱስ ጎይታ እዩ ክብሪ ንኣምላኽ ይኹን ኦኬ ሳልሳይ ባይዘወይ ሰብ ስለ ዘምለኸ ኣምላኻዊ ነገር ማለት ኣይኮነ ከምልኽ ስለ ዝደለየ ምክንያቱ ብምስሊ ኣምላኽ ዝተፈጠርና ኢና፣ እቲ ናይ ኣምላኽ ምስሊ ከኣ ኣባና ሃሲሱ፣ ኣብ ደቂ ሰባት ከኣ ሃሲሱ እምበር ምሉእ ብምሉእ ተደዊኑ እምበር ምሉእ ብምሉእ ተባሕቒቑ ኣይወጸን። እንዳ ስዋ ኢና ኩሉ ግዜ ከነምልኽ ንደሊ ነበርና። ካብቲ ርእስና ዝፈለጥናሉ ግዜ ኣትሒዝናሲ ንኣምላኽ ከነምልኽ ከም ዘሎና፣ ክንሰግድ ከም ዘሎና፣ ንኣምላኽ ክንደሊ ከም ዘለና ውሽጥላ ኣለና። እንዳ ስዋ እዩ ከኣኒ ሰብ ብዙሕ ሃይማኖታት ብኡ ኣቢሉ ዝፈጠረ ማለት እዩ። እዚ ናይ ሰብ ነገር እዩ ምክንያቱ ሰብ ክፍጠር ከሎ ምስለ ኣምላኽ ስለተፈጥረ ንኣምላኽ እንታይ ገብረ እዩ ዝደሊ መንነት ኣብ ውሽጡ ናብ ፅድቂ የብፅሐካ ናብ ምነገራ የብፅሐካን እዩ ከምኡ ምግባርካ እንታይ እዩ ሰብ ምዃንካ እዩ ዘርኢ ማለት እዩ ኣምልኾ እቲ ናይ ብሓቂ ኣምልኾ ክትገብር ከለኻ ግን መለኮታዊ ነገር ንሱ እዩ ኣሜን ናይ ብሓቂ ናይ እግዚኣብሔር ምግላፅን ብርሃንን ረኺብካ ከም ዘለኻ ሞት ዘይሓዞን ሞት ስዒሩ ዝተንስአ ጎይታ ክትሰግድ እንከለኻ እዩ ክተምልኽ እንከለኻ እዩ ማለት እዩ ኣምላኽ ይመስገን ስለዚ ኣምላኽ እንታይ ዝኸውን ብሓቅን ብመንፈስን እዩ ዝግልገል ብኸመይ መንገዲ ኢና ነገልግሎ ብኸመይ መንገዲ ኢና እንሰግደሉ ኣብ ምንታይ ኩነታት ኢና እቲ ኩነታት ከዓ ከነማዓል ኣላይ ንገብሮ ኣለና ስለዚ ሰለስተ ነገር እየ ዝዛረብ ዘለኹ ቀዳማይ ክምለኽ ዘለዎ ኣካል ኣሎ ክብሪ ንኣምላኽ ይኹን ዓቢ እዩ ስልጡን እዩ ግርማዊ እዩ ግኑን እዩ ኣዝዩ እጹብ እዩ ድንቂ እዩ ክብሪ ንኣምላኽ ይኹን ኣምልኾና ክወስድ ብቑዕ እዩ እንድሕር ደኣ ንሕና ብቑዓት ኮይና ማለት እዩ ብቑዕ ዝገብረና መንገዲ ከዓ ገይሩ ብሓድሽ ልደት ኣቢሉ ናብዚ ናይ መንፈስ ስግደት ወይ ከላይ ናይ መንፈስ ናይ ሓቂ ስግደት ናይ ሓቂ ኣምልኾ እንታይ ገይርና እዩ ይእቲና ኣሎ ክብሪ ንኣምላኽ ይኹን ስለዚ ሕጂ ከመይ ኮይና ነምልኽ ከመይ ኮይንና ነምልኽ? ሳልሳይ፣ ኣምላኽ ብሓቅን ብመንፈስን እንታይ ዝገብር? ዝግልገል። ሓድነት ልብን ኣፍን። ኣምልኾ ብዛዕባ ጥዑም ደሃይ ኣይኮነን። ኣምልኾ ብዛዕባ ዝተዋሃደ ሙዚቃ ኣይኮነን። ኣምልኾ ኣብዚ ብዙሕ እህ ባንድ ምግባር ኣይኮነን ንሱ ኣገዳሲ ድዩ ኣድላይ ድዩ ኣዝዩ ኣድላይ እዩ ኣምላኽ ይመስገን ግናኸ ንኣምልኾ ኣምልኾ ዘብሎ ናይ ውሽጢ ለውጢ ናይ ውሽጢ ብርሃን ረኺብካ ካብ ውሽጢ ማለትካ ኮይኑ ብሓቅን መንፈስን ኮንካ እንታይ ክትገብር ከለኻ ክትሰግድ እንከለኻ እዩ ክብሪ ንኣምላኽ ይኹን ስለዚ ንኣምልኾ ኣምልኾ ዝገብሮ ንሱ እዩ ስለዚ ሓድነት ልብን ኣፍን ኣዝዩ ኣገዳሲ እዩ። ብኻልእ ኣዘራርባ ኣምልኾ ካብ ኮንቪክሽን ካብ ምርዳእን ካብ ርትዕን ኣሜን ካብ ምንታይ ዝነቅል እዩ ካብ ምርዳእን ካብ ርትዕን እምበር ካብ ናትና ነገር ዝነቅል ኣይኮነን። በዚ በዚ ከምዚ ጌርና እዚ ተሕርዳ ጌርና እንዳሸብሸብና እንዳዓፀና እንዳኸፈትና ገለ ተገበርና ስጋዊ ስርዓት ጥራይ ናይ ሰብ ስርዓት ጥራይ ኮይኑ ክተርፍ እኽእል እዩ ብዙሕ ግዜ ብዙሕ ግዜ ማለት እዩ ውሃ ዘበለ ሙዚቃን ውሃ ዘብለ ደሃይን እንዳሃለወ ከሎ ምትንኻፍ ዘይብሉ ነገር ክኸውን ከሎ እንታይ ስለ ዝኾነ እዩ Heart and mouth is not connected ኣፍን ልብን እንታይ ኣይኮነን እ ኮኔክትድ ኣይኮነን ናይ ብሓቂ ብእምነት ካብ ውሽጢ ዝነቐለ እ ኣብ ውሽጢ ርትዒ ዝረኸበ ኣብ ውሽጢ ብርሃን ኣምላኽ ዝረኸበ ሰብ ከምለኽ ከሎ ኣብ ታሕቲ ምትንኻፍ ክኸውን ብግዲ እዩ ብግዲ እዩ ኣሜን ስለዚ ኣምላኽ መስገን ሓደ ሓደ ግዜ ንርእሶም ርሂፆም ንዓኻ ክርህፁኻ ዘይዘለልካ ኢሎም ኤክስፐክት ዝገብሩኻ ሰባት ኣለዉ እሱ ግን ኣይኮነን ተኣምልኾ ማለት እዩ ኣምልኾ ታይ እዩ? ብሓቅን ብመንፈስን ኮንካ ክትሰግድ ምኽኣል እዩ። ብስምዒት ታይ ይኸውን እዩ? ኣምላኽ ኣይምለኽን እዩ። ስምዒትና ወሲኽና ግን ንኣምላኽ ታይ ንገብሮ ኢና? ነምልኾ ኢና። ኣሜን። ምኽንያቱ ክንሪኦ ከለና ዓንተወይ ናይ ስግደትሲ ካብ ውጭ ካብ ውሽጢ ዝነቅል ክነሱ ካብ ውሽጢ ዝብገስ ክነሱስ ግን ኣካላዊ መግለፅታት ከ ኣለዎ ማለት እዩ ኣዳውካ ተልዕል ትንብርከኽ ትሰግድ በጥ ትብል ብብዙሕ መግለፂ ትዕንድር ከም ዳዊት ብብዙሕ መግለፂ ትገልፆ ማለት እዩ ኣምላኽ መስገን ንሱ ስምዒት ወሲኹ ናብ እግዚኣብሄር ይቐርብ እግዚኣብሄር ጸገም የብሉን ምስ ስምዒት ማለት እዩ ኣምላኽ መስገን መጀመርያ ግን ናይ ውሽጢ ርትዒ ናይ ውሽጢ ብርሃን ናይ ውሽጢ ሓቂ እንታይ ክኸውን ኣለዎ ክመጽእ ክኽእል ኣለዎ እንድሕር ዳር ኢና ናይ ኡዝያ ሃቐናስ ሕማቕ ኣይነበረን ኣይኮነን ድዩ ታቦት እግዚኣብሄር ክወድቕ ደልዩ እንታይ ገይርዎ ደጊፍዎ ኣይኮነ እንዲዩ ግን ኣብ ቅድሚ እግዚኣብሔር ግን ንሱ ግን ድፍረት እምበር እንታይ ኣይነበረን ብዘይ ፍልጠት ስለ ዝተገብረ ድፍረት እምበር ደገፍ ኣይነበረን ዛስዋይ ከዓ እንታይ ክኾን ከሎ ክቕፃዕ እንከሎ ንሪኦ ማለት እዩ ሳኦል ነተን መስዋእቲ ክኾና ኢሉ ዘትረፈን እግዚኣብሔር እንታይ ኢልዎ ኹሉ ተሓርመ ዘበለ ኹሉ ኣጥፍኣዮ ኢልዎ እግዚኣብሔር ክነሱ ገለ ጽቡቓት ከፍቲ ምስራይ ገለ ምስራይን ኣምላኽ መስዋእቲ ክኾና ኢሉ ትሪፍወን እግዚኣብሔር ካብ መስዋእቲ እንታይ ይደሊ መጀመርያ ምእዛዝ ልቢ ይደሊ ማለት እዩ ኣምላኽ መስገን ማዕረ ክንደይ እዩ ልብና ንኣምላኽ ዝእዘዝ ማዕረ ክንደይ እዩ ልብና ምስ ቅዱሳን ምስ ኣሕዋት ምስ ኩሎም ብሰላም ክንነብር ንደሊ ማዕረ እዩ ማዕረ ክንደይ ኢና እቲ ዝፈለጥናዮ ኣምላኽሲ ኣብ ማእከል ሕብረትና ሕብረተሰብ ክንገልጾ እንደሊ it matters ማለት እዩ እ ኣምላኽ እንታይ ኢልና ኣሉ ቅዱስን ህያውን ንኣምላኽ ባህ ዘብል መስዋእት ጌርና ንስጋና ከነቕርቦ ንስጋና ባይዘወይ እግዚኣብሄር ሳክሪፋይስ ዘይብሉ ወይ ከላይ መስዋእቲ ወይ ከላይ እንታይ ማለት እዩ ዋጋ ዘይከፈልካሉ ነገር ንዑ ባህ የብሎን እዩ ንዑ ባህ ኣየብሎን እዩ ክብሪ ንኣምላኽ ይኹን ስለዚ ናብ ኣምላኽ ክንመጽእ ከለና ብዙሕ ዘቐንዝወና ብዙሕ ዘስ- ዘብለና ነገራት ኣሎ ስለ ኣምላኽ ኢልና እንታይ እናገበርና ሰትል እናገበርና ኢና ንኸይድ ኣሜን ሕልፍ ኢልና እንታይ ንገብሮ እናዓጽና ኢና ንኸይድ ብዙሕ ነገራት ኣሎ ብዙሕ ስለ ኣምላኽ ኢልና ንዕገሶ ይኽድ ንሓድጎ ነገራት ኣሎ ክብሪ ንኣምላኽ ከምኡ ደይ ንገብር እንድሕር ደኣ ኮይና we are worshiping ourselves not God ንኣምላኽ ኣይኮናን ነምልኽ ኣብዚ መጺና ፐርፎርማንስ ጥራይ ኢና ክንገብር ከላይ እ ወጠይጠይ ኢና ክንብል ማለት እዩ ኣምልኾ ኪነው ዝኸደ እዩ ናይ ልቢ እዩ ኣሜን እዚ ኣምልኾ ወይ ክስግደት ካብ ምስጋና ፍልይ ዝበለ እዩ ምስጋና ስለ ዝረኣኻ እዩ ምስጋና እንታይ እዩ ገለ ነገር ስለ ዝረኣኻ ተመስግን ትኽእል ኢኻ ኣምልኾ ግን ገፁ ምስትር እዩ ኣሜን ምስጋና ነገራት ክመጽእ ከሎ ነገራት ክመልእ ከሎ እዩ ወይ ከላይ ነገራት ክትርኢ ከለካ እዩ ኣምልኮ ከላይ ስግደት ግን እንታይ ክትገብር ኣለካ ገጹ ክትርኢ ኣለካ ክግለጸልካ ኣለዎ ክብሪ ኣምላኽ ይኹን ኣምልኮ ምናልባት ኢዱ ስለ ዝረኣ ካብ ስግደት ከተመስግን ትኽእል ኢኻ ካብ ኢዱ ኪነው ኢዱ ግን ኣምላኽ መስገን ገጹ ክንርኢ ክንደሊ ክንብህግ ኣሎና ኪነው ኢዱ ኣሜን ኣብ ኢዱ ደዋይ ንበል እግዚኣብሔር ይህብ እዩ እግዚኣብሔር ይገብር እዩ እግዚኣብሔር ብዙሕ ነገር እንታይ ይገብር እዩ? ብብዙሕ ነገር ይመልኣካ እዩ። ሃብታም ኣምላኽ እዩ ዘለና ኣምላኽ ይመስገን ኣሜን። ብኹሉ ደሓን ክንከውን፣ ብኹሉ ክንጥዒ፣ ብኹሉ ክቐንኣናን ክሰልጠና ናይ እግዚኣብሔር ሓሳብ እዩ። ክብሪ ንኣምላኽ ይኹን። ኪነው ኢዱ ግን ገጹ ክንርኢ ይደልየና። ኣብ ቅድሚ ገጹ ናይ ሓጎስ ጽጋብ ኣሎ እዩ ዝብለና። ነገራት ምስ መላኣልና ሕጎስ ኢና ይብለና። ነገራት መሊእሉ ዝተሓጎሰ ሰብ ነበር ርኤ ይፈልጥን እየ ማለት እዩ። መሊሹ ክማጣጠር ከሎ መሊሹ ክውስኽ ከሎ መሊሹ ላዕልን ታሕትን ሰርቭ ክገብሮ ከሎ ነቲ ዘበሎ ኢኻ ትሪኦ ማለት እዩ ዕጋበት ግን ኣብ ምንታይ ዘሎ ኣብቲ ናቱ ፕረዘንስ ግን እንታይ ኣሎ ዕጋበት ኣሎ ኣሜን ምስጋና ስለ እተገብረልካ እዩ ኣሜን ኣምላኽ ግን እዚ ኣምልኾ ግን ስለ ዝኾነ ስለ መንነቱ እዩ ስለ መንነቱ ንእግዚኣብሄር ንዕቤት ኣዩ He is the great I am ስለ ዝኾነ ንሱ ዓቢ ኣምላኽ ስለ ዝኾነ ምስጋና ነገራትካ ስለ ዝተተንከፈ ክኸውን ይኽእል እዩ ስግደት ግን ኣምላኽ ባዕሉ ስለ ዝተንከፈካ እዩ ኣሜን ናይ ውሽጢ ተመክሮታት እዩ እግዚኣብሄር ብዙሕ ግዜ ብዝተፈላለየ ቻለንጅ ዝሕልፈካ ብዝፈላለየ ብድሆታት ዝሕልፈካ ንምንታይ እዩ እንድሕዳ ኢልና እንታይ ስለ ዝደሊ እዩ ካብኡ ኤክስፒሪየንስ ረኺብና ካብኡ ተመክሮ ረኺብና መታን ክንሰግደሉ እዩ ኣምላኽ መስገን ስለዚ ነገራት ምስ መልኣ ክኸውን ከሎ ስግደት ግን ብዛዕባ ኣምላኽ እዩ ክብሪ ንኣምላኽ ይኹን። ዳዊትሲ ኣብቲ ኣርብዓን ክልተን ሽዱሽተ ከምዚ ዝብል ሓሳብ ኣሎኒ ስገር ኢለ ክኸይድ እየ ኣምላኽ ካብ ኦኬ ሽዱሽተ ስጋብ ስጋብ ሸውዓተ ኣክለኒ ዋእ ኣምላኽ ነፍሲ ነፍሲ ኣብ ውሽጢ ነፍሰይ ነፍሰይ ኣብ ውሽጢ ትጉህ ኣላ ስለዚ ከኣ ካብ ምድሪ የርዳኑስ ካብ ኣኽራን ሄርሞን ካብ ዝባን ሚሳር እዝክረካ ኣለኹ ዳዊት ዋላ ነፍሲ ክትምረር ከላ እንታይ ኣይኮነን ዓሻስ ብልቡ ኣምላኽ የለን ይብል መጽሓፍ ቅዱስ ኣይኮነን ሰባት እንታይ እዮም ገለ ነገር ቻለንጅ ክጓንፎም ከሎ ኣምላኽ ምሳና የለን እዮም ዝብሉ። ዳዊት ቻለንጅ ክጓንፎ ከሎ ናብ እግዚኣብሄር እዩ ገጹ ዘቕንዕ። ክብሪ ንኣምላኽ ይኹን። ድሕሪኡ ደሃይ መንጫዕጫዕታኻ መዓሙቕ መዓሙቕ ይጽውዖ፣ ሸምቦታትን ባህላ እ፣ ማዕበላትን ዘበለ ብልዕለይ ሓለፈ ይብል። እ፣ ሓደ ቻለንጅ ኣብ ሓደ ተመክሮ እዩ ዝሓልፍ ዘሎ፣ ግናኸ ኣምላኽ ይመስገን ናይ ወሽጢ ርኽክቡ ግን እንታይ ኣይኾነን ዲስኮኔክት ኣይኮነን ኣብ ከባቢኡ ዘሎ ኣብ ዘለዎ ከባቢኡ ምንም ፅቡቕ ነገር ዝመስል የለን ግና ኣምላኽ መስገን ኮኔክትድ እዩ ስቲል እግዚኣብሄር ኢሉ ሽዑ ለውሃቱ ብመዓልቲ ይሰድድ ኣሜን እግዚኣብሄር እንታይ ይገብር ለውሃቱ ብመዓልቱ ይሰድድ ከም ውፅኢቱ ከዓ ኣምላኽ መስገን ብለይቲ ከዓ መዝሙሩ ምሳይ ኣሎ ኣሜን ሃሌሉያ ንእግዚኣብሔር ሓድሽ መዝሙሩ ዘምርሉ ኮይል ናይ እግዚኣብሔር ቃል ንሓድሽ መዝሙር ክትዝምረሉ ሕዳእ ኾንካ በብመዓልቱ ለውሃቱ ከርእየካ ኣለዎ ኣሜን ናይ እግዚኣብሄር ለውሃት ናይ እግዚኣብሄር ገጽ ናይ እግዚኣብሄር መንነት እንዳተገልጸልካ ክኸይድ ከሎ ንንመዓልቲ ሓድሽ ነገር ምምጻእ ኣይትስልክን ኢኻ ሃለሉያ ክብሪ ንኣምላኽ ይኹን ስለ እግዚኣብሄር መስገን ብመዓልቲ እንታይ ይገብር ለውሃቱ ብለይቲ ድማ መዝምሩ ምሳይ ኣሎ ንኣምላኽ ህይወተይ እልምን ኢሉ ኣምላኽ መስገን ኣሜን ሃሌሉያ ኣምላኽ ህይወት ኣምላኽ ህይወትና እዩ ኣሜን ስለዚ ኣብ ቅድሚ ገጹ ናይ ሓጎስ ጽጋብ ኣሎ ኣብቲ ናይ ጎይታ መንፈስ ዘለዎ ኣብኡ እንታይ ኣሎ ሓርነት ኣሎ ክብርና ኣምላኽን እቲ መንፈስ ጎይታ ኣብ ዝኾነሉ ጎይታ ንግበሮ ንስገደሉ ኣብ ዝሰገድናሉ ዘበለ ኩሉ እንታይ ኣሎ ለውጢ ኣሎ ምትንኻፍ ኣሎ ክብርና ኣምላኽ ይኹን ስለዚ ኣምልኾ ውፅኢት እዩ ኣሜን ውፅኢቲ ኣብ ውሽጥና ዝረኸብናዮ ተመክሮታት እነቀናብሮ እንሰርሖ እንዓዮ ነገር ኣይኮነን ግናኸ ናይቲ ዝኾንናዮ ወይ ከላይ ዝተቐበልናዮ ሓቂ እዩ ወይ ከላይ ብርሃን መግለፂ እዩ ኣብ ውሽጥና ተኸለ ክህልወና ኣለዎ ብርሃን ኣምላኽ ሓቅታት ኣምላኽ ክህልወና ኣለዎ ኣምላኽ ክንዕብዮ ንዑ ምሳይ ኮንኩም ንኣምላኽ ዕብዮ ክብል ከሎሲ ዓብኻ ዓብኻ ክንብሎ ዘይኮናስ እዚ ዝገበርካ ኣምላኽ እኮ ኢኻ ኣብ ህይወተይ እኮ በዚ ዝፈልጠካ ኣምላኽ ኢኻ እዚን እዝን ዝኾንካ ኣምላኽ ኢኻ እንዳበልና ናይ ህይወትና ተመክሮታት ጌርና ንእግዚኣብሔር ክነዕብዮ ይደሊ ማለት እዩ ኣምላኽ መስገን ስለዚ ኣምልኾ ኪነው ጥዑም ዜማ እዩ ኪነው ጥዑይ ደሃይ እዩ ኪነው ጥዑም ምውሃድ ሙዚቃን ድምፅን እዩ ክብርና ኣምላኽ ይኹን ዝኩሉ ኣገዳሲ እዩ ኣምልኾ እዚ ጥራይ ነይሩ ተዝኸውን ናይ መድረኽ ድራማ ኮይኑ እዩ ዝተርፍ። ኣምልኾ ግን ኣምላኽ ይመስገን ካብ ውሽጢ ዝፈስስ ሓቅታትን ተሞክሮትን ሓዚሉ ናብ እግዚኣብሔር ዝቐርብ ስግደት እዩ። ክብሪ ንኣምላኽ ይኹን። ስለዚ ንኣምላኽ ዝግባእ ስግደት ዝግባእ ኣምልኾ መሊስና ወሲኽና ከነቕርበሉ ኢና። ኣሜን። I hope ካብቲ ቀዳማይ ሰሽን ዝነበረ ኣምልኾና ሕጂ ቁሩብ ዳይመንሽኑ ቀይር ኣቢሉ ናብ ኣምላኽ ቀኒዑ ማለት እዩ ኣምላኽ ይመስገን ንኣምላኽ ኣብ ውሽጥና ዝገበሮ ሓቅታት ብርሃናት እናዘከርና ከነምልኾ ኢና እግዚኣብሔር ይመስገን ግዜ ኸይድ ስለ ዘሎ እየ ኣብዚ ክውድእ እየ ክብሪ ንኣምላኽ ይኹን ሃለሉያ እስኪ እግዚኣብሔር ይመስገን ጎይታ በልዎ ጎይታ በልዎ ሃለሉያ ብሓቅን መንፈስን ክሰግደልካ ደግፈኒ ኣሜን ብሓቅን መንፈስን ክሰግድ ክኽእል ደግፈኒ የስ ኣይ ወንት ሲዩ በሉ ኣምላኽ መስገን ኣይ ወንት ሲዩ ኣይ ወንት ሲዩ ግሎሪ ክብርኻ ክርኢ ደልየ ኣለኹ ክብርኻ እናረኣኹ ክሰግደልካ መታን የስ የስ መመሊሸ መታን ኣብ ቅድሜኻ ብስግደት ክቐርብ ክኽእል ነገራተይ ኩሉ ክፍወስ ኣሜን ኣምልኾኹም ተተፈዊሱ ነገር ኩሉ ይፍወስ እዩ። ኣምልኾኹም ተተፈዊሱ ነገር ኩሉ ይፍወስ እዩ። ኣምልኾኹም ተጥዕዩ ነገር ኩሉ ይጥዕዩ። ስለዚ ኣብ ኣምልኾና ክንሰርሕ ኣብ ኣምልኾና ክንዓይ እግዚኣብሔር ደልየና ኣሎ። ገፁ ክንደሊ እግዚኣብሔር ደልየና ኣሎ። ሃለሉያ ሃለሉያ ሃለሉያ ሃለሉያ ክብሪ ንኣምላኽ ይኹን። እግዚኣብሔር ይመስገን። ፈልጠካ ደልያ ኣለኹ ዓሚቆ ክኸይድ ደልያ ኣለኹ ሻለው ዝኾነ ኣብ ኣብ ደንደስ ዝኾነ ህይወት ጸልኦ ኣሎ ክበልዎ ኣምላኽ ይመስገን ኣዕሚቐ ክኸይድ ደልየ ኣሎ ክፈልጠካ ደልየ ኣሎ ክበልዎ ሃለሉያ መታን ብምሉእ ልበይ ክሰግደልካ ሲ ድግለጽ ሓቂ ይሃሉ ሎማዓንቲ በልዎ ድኽፈት ነገር ይሃሉ በልዎ ዒንተይ ይክሕፈት በልዎ ኣምላኽ ይመስገን ሃለሉያ ምኽፋት ቃሉ የብርህ እዩ እግዚኣብሔር ክከፍተልካ ከሎ የዒንትካ የበርህ እዩ ናይ እግዚኣብሔር መንነት ክትርኢ ትጅምር ናይ እግዚኣብሔር ዕቤት ክትርኢ ትጅምር ናይ እግዚኣብሔር ግርማ ክትርኢ ትጅምር ብኡ መጠን ከ ኣምልኾካ ይበዝሕ ሃለሉያ ሃሌሉያ